እዚኣ ንጎ ንጎ እንድሕር ሰትያስ እንታይ ኮይነ እየ ደይጥዒ ወርቃዊት ማይ ኢና ክንብላ እዚኣ እቲ ንኣካላትና ዝጠቅም እቲ ንገጽና ድዩ ንገለ ዝጠቅም ምሉ ትሪኦ ኣለኹም ኣብዚ ወጺ ቆርበት ክንዲ ክነ ክትዕርያ ደሊ ውሽጢ ክንዲዩ ጸገም ዘለካ ኣብ ኤቭሪ ገዛ ኣብ ገዛ ገዛ በቃ ኣብቲ ማራ እዩ ዝደልያ ኣሜዚን ከምዚ ከማይሲ ድኽም ዝበለክን ሰባት ኣለክን ዶ ብማዳ ድዩ ብፈጸጋ ድዩ እንድሕር ደሸግረክን ኮይኑ ሓይልና እንዳደኸመ ደሸግረና ተኮይኑ ቆርበት ውሽጥና ከዓ ዝበልዓ ምተበልዓና ምሕቃቅ ዝኣብየና እንድሕር ኮይኑ ብተፈጥሮ ናይ ምክልኻል ዓቕሚ እዚ ዝጠቐስክዎ ሽግራት ብዙሕ ሰብ ብዙሕ ሰብ ከምኡ ትብል ስለ ዝሰምዑ ኣነ ከኣ ብፍላይ ኣብ ነብሰይ ከምኡ ብዙሕ ነገራት ናይ ድኻም ምልክት ናይ ገጽ ናይ ቆርበት ምብልሻው ስለ ዘጋጥመኒ ከመይ ዝበለ ፈውሲ ሒዘልክን መጽየ ኣሎ ክንገብሮ ቀሊል እዩ ግን ኣብ ጥዕናና ግን ዓቢ ለውጢ ዘምጽእ ጽሟቕ ሎማዕንቲ ከመይ ጌርና ንገብሮ ከርእየክን ጥቕምታቱ ከኣ ሙሉእ ቪድዮ ከርእየክን ሰላም ሰላም ክቡራት ተኸታተልቲ ነዛ ቻናለይ ከመይ ኣለኹም ደሓን ዲኹም ሳባኤ ሕጂ ከኣ ሓዳሽ ቪድዮ መጺኤኩም ኣለኩ ቅድሚ ናብቲ ቪድዮ ምኻደይ ግን ሳቢ ደሓን ዲኺ እንታይ ደኣ ጠፊእኪ ዝበልክናኒ ኦረዲ ቪድዮ ውን ሰሪሐ ነይረ ቅድሚ ገለ ዋርሕ ክመጽእ እየ ክምለስ እየ ኢለ ኣብ መገሻ ስለ ዝነበርኩ እየ ቁሩብ ካብዛ ዓዲ ንሽዱሽተ ወርሒ ኣቢለ ሓንሳብ ከኣ ንሰለስተ ወርሒ ቢለ ወጺኣ ነይረ ቆልዑ ገለ ገለ ውን ስለ ዝነበሩኒ ሓራስ ገለ ስለ ዝነበርኩ ብከምኡ እየ ኣብቲ ቪድዮ ኣትየ ክንርእዮ እየ ክንዲተይ ብከምኡ እየ ጠፊኤ እምበር ኣምላኽ መስገን ጽቡቅ ኣለኹ ሕጂ ግን hopefully ኩሉ ነገር ተረጋጊኤ እየ ዝመስል ዘለኩ ቀጻሊ ክመጸክን እንዳ ሓሶብኪ እየ ብጣዕሚ እየ ዘመስግነክን thank you ተገዲስክን ከይረሳዕክን ኣለኪ ዲኪ ዳሓን ዲኪ ክንዳሃይን ዝፈለጥክን ጽቡቅ ኣለኩ ዳሓን እየ ክምለሰክን እየ ክመጸክን እየ እስክን ግን support ግበራኒ ኢክን like ሃባኒ ኢክን share ሃባኒ ኢክን ሞራል ክኮነኒ ማለታኒ እዩ ከም ብሓድሽ ስለ ዝጅምር ዘለኩ ሕጂ ኩሉ እቲ ቪድዮ እውን ከምቲ ናይ ቀደም ስለ ዘይስደደሎት ዩቱብ ብከመይ ከም ዘይረኣኹን ዋላ ሰራሕኮ ቪድዮ ማለት እዩ ንስኽን ግን ላይክ ተጌርክንኦ ሸር ተጌርክንኦ ወይ ኮመንት ሃይ ኢልክንኦ ጸሓፋ ፈቴንኦ ኣለዋ ኢሉ ናብ ካልእ ሰብ ስለ ሪኮመንድ ዝገብሮ ከምኡ ምግባር ኣይትሕማቕ ኢኺ ናይ ሎማዓንቲ ቪድዮ ከመይ ዝበለ ሻይ እየ ሒዘልክን መጽዮ ዘለኹ ምስ ትሪኦ ንዓይንኻ ባህ ዘብል ኣነ ዋላ ብዓይነይ ጥራይ ብጸግብ ክሪኦ ከለኹ እዚ ንዓይንኻ ጥራይ ዘይኮነ ግን ኣብ ናይ ቆርበትና ኣብ ናይ ጥዕናና ኣብ ኩሉ ጥቕሚ ዘለዎ ከምዚ ናይ መስተሻት ድብሎ ሻት ኢና ክንገብር ማለት እዩ ሎማዓንቲ ህሩድ ናይ ጅንጅብል ናይ ኣራንሺ እዚ ከኣ ግሬፕ ፍሩት እዩ ዝበሃል ከምኡ ከኣ ኣለኒ ማለት እዩ ነዚ ሒዘ መጺእ ዘለኹ መዓት መዓት ክንሰርሕ ኢና ብዛዕባ ጁስን ብጣዕሚ ኤክሳይትድ ኮይነ ደስ ብልበይ ፈትየዮ ደስ ኢሉኒ ዝሰርሖ ዘለኹ ቪድዮ እዩ ንባዕለይ ኢንጆይ ስለ ዝገብሮ ክፈልጥኦ ኣለዋ ዘን ኣሕዋተይ ወይ ከዓ ክፈልጥዎ ኣለዎም እዞም ኣሕዋተይ ኢለ ሒዘ መጺእ ዘለኹ ጥራይ ምጽባቕ ጥራይ ዘይኮነ ወይ ከዓ ጥራይ ምግባር ጥራይ ዘይኮነ ግን እንታይ እዩ ጥቕሙ ብድሕሪት እንታይ ጸማ ንኹን ደስ እዩ ዝብለኒ እንታይ ስለ ዝኾነ ዝሰትዮ ዘለኹ ወይ ከዓ እንታይ ዝኾነ ኣብ ጨጉረይ ዝገብሮ ዘለኹ ከምቲ ኣነ ደስ ዝብለኒ ምፍላጥ ከዓ ሰካ ክትፈልጦ ኣለክን ኢለ ስለ ዝሓሰቡ ክሽዑ ነቲ ደድሌክን ቆርበት ክንዲክን ክትዕርያ ደሊኹ ጭቕን ድዩ ፀገም ዘለክን ጥዑይ ኮንካ እውን ነቲ ዘለካ ነገር ንምዕቃብ እንታይ ስለ ዝኾነ እዩ ዝበልዑ ዘሎ እንታይ ጥቕሚ ስለ ዘለዎ እዩ ዝገብሮ ዘለኹ ኢልና ፈሊጥና ክንገብሮ ከለና ደስ ዝብለኒ ከምኡ ደስ ስለ ዝብለኒ እየ ግዜ ኣጥፊኤ ሪኤ እየ ኣምጺኤልክን ዘለኹ ሆፍሊ ክትፈትወኦ። ናብታ ቪድዮ ክንሰግር ዘረባኺ ኣብዛሕኩ እዚ ሒዜዮ ዘለኹ ትሕዝቶ ኣቕሪበ ከርእየክን እየ። ትመሪክ ኣብ ዝለኒ ትመሪክ ንየለክን እዚ ወይ ከኣ ሁሩድ ማለት እዩ። እዚ ከኣ ጅንጅብል እዩ። ጅንጅብል ከኣ ኣብ ዝለክን ከምዚ ዓይነት ጅንጅብል እኮ ትፈልጦ ኢኹን ምናልባሽ እዚ ሁሩድ ይኹን ብጥሪኡ ዘይክትፈልጦ ትኽእላ ሁሩድ ከኣ ንየለ ኣብዚ ኣራንሺ ንየለክን ኣብዚ እዚ ከኣ ግሬፕ ፍሩት እዩ ዝበሃል ተመሳሳሊ ናይ ኣራንሺ ዓይነት ጠባይ እዩ ዘለዎ ግን ዕርዕር ዝበለ። ብምንታይ ኢና ከነዳልዎ ተልና ከኣ በዚኣ ኢና ከነ ብዛ ጁሰር እዚኣ ጌርና ኢና ክንብሎ ክንዳልዎ ሕጂ እዚኣ እንታይ እያ ትገብሮ ነቲ ምማይ ጾሚቓ እያ ተውጽኦ ማለት እዩ ነቲ ገለ መሊእካ በዚ ተውጽኦ ማለት እዩ ክትርእዮ ኢኹም ኣብቲ ክሳይ ትብልሉ ነገረከ ኢለ ብምንታይ ክጅምር እየ ብብሩድ ክጅምር እየ እዚ መስላ ኣለዎ ትብሩድ ራእያ በይኑ ተፈልየ ከሎ እዚ ይረኣ ክነተ ነይሩ ግን እዚ ዝመስል ብሩድ ክጅምረ ንምንታይ ብሩድ ጅምር ዘለኹ ብሩድ ከም ዝትፈልጠኦ ብርቱዕ ክስታይ ስለ ዘለዎ ኣብ ኢድካ ገለ መድሃብቲ ዝርከብ ወራዛ ማሽን ብቻ እዩ ዝገብራ ሽዑ ብድሕሪት ነቲ ኣራንሺ ነቲ ገለ ስለ ክገብሮ ከለኹ ሕፅፅብ ኣቢሉ ይኸይድ ማለት የፅርያ ማሽን ኣኮለስ የብላ ብኸምኡ ነዚ ቅድም ዝገብሮ ዘለኹ ቀሪበ ክርእየካ ዛኒ ኣለኹ ብጣዕሚ ኢዚ በቃ ንፅሑፍ ትሪኦ ኣለኹ ነቲ ጁሱ ነቲ መማዩ በዚ ይወፅእ ኣሎ ማለት በዚኣ ክትወፅእ ምሳ ነቲ ናቱ ቅራፍ ነቲ ዘየድሊ ኣብ ውሽጢ ዘሎ ከም ሳዕሪ ዝመስል ገለ ከዓ በዚ ሓደ ወገን ትወጽኦ ኣላ ማለት እዩ። ሕጂ እታ ዝፈትዋ ፓርቲ መጽያ ክኸፍታ ከለኹ ማራ እዩ ቢሉ ከምዚኣ ገይራ ከምዚኣ ገይራ ጥሒናቶ ኣላ ኣውጽኣቶ ኣላ ማለት እዩ። እዚ እንታይ ኢና ንብሎ ሉኪድ ጎልድ ትርእዮ ኣለኻ ወርቂ ብምሉእ ዘሎ እቲ ጥቕምታቱ እቲ ንኣካላትና ዝጠቅም እቲ ንገጽና ድዩ ንገለ ዝጠቅም ምሉእ ትርእዮ ኣለኻ ኣብዚ ወጺኡ ኣሎ ማለት እዩ። እዚኣ ንጎ ንጎ እንድሕር ሰትያስ እንታይ ኮይኑ እየ ደይጥዒ

ዋላ ንዓይንኻ ኸ እዩ ዕጋበት ዓይኒ እንታይ ድረረ ዝበሃል ኣብ ከምዚ ጥራይ ክሰርሕ ዘሎ እያ ጌራ ዳልወን ዝተረፈ ብዙ ገብረ ንዎ ምስ ተሳእኹ ከምዚኣ ጌረ ወገ ኢሉ ስለ ዝፀንሓካ እንዳ ጌርኩም ጉጭጉጭጉጭ ዘብሎ ግን ወረድና ንሒድ ስለ ዝፀመቕኩ በዚኣ ብፍንጃል ጌረ ይሰትዩ ፍንጃል ጌረ ኣብ ጥራይ ከብድኻ ማለት እዩ እዚኣ ጌራ ዕረ እዩ ከምቲ ኣብ ኩሉ ሻዕ እንብሎ ማለት እዩ ብመግቢ እንድሕር ኮይኑ ቅልጡፍ ለውጢ ንርኢና ድሕሪ ግዜ ድሕሪ ግዜ ግን ከይተረዳእካ ወይ ኣብቲ ገፅካ ድዩ ወይ ኣብቲ ውሽጣዊ ስምዒታትካ ድዩ ለውጢ ትገብር ማለት እዩ ሽዑ ሽዑ ድና ግን ስለንደልዮ እዚ ላይፍ ስታይል በቃ ብሓፂሩስ ቀጻሊ ኣብ ናብራና ንገብሮ ነገር ሓሳብ ጌርና እቲ ጥቅም ጥቅም ኣቢልናስ ንደና ጸገም ዝኣልየልናስ ኣይኮነ ዋላ ኣብ ዱካናት ክትገዝኦ ከለካ እዚ ሕጂ ኤክስፐንሲቭ እዩ ብጣዕሚ እዩ ክቡር ምክንያቱ እቲ ጥቕሙ እቲ ድህበና ጥቕሚ ስለ ዝርድእዎ ብጣዕሚ ኤክስፐንሲቭ ክትገዝኦ ከለካ እንተ ይጠቅም ጥርሙዝ ኣብዚኣ ጅንጀር ሻት ወይ ገለ ኢልክን ረእዮ ኤክስፐንሲቭ እዩ ኣብ ገዛክን ከምዚ እንዳገበርክን ከተዳልውኦ ትኽእላ ኢኽን ናይ ሎማዓንቲ ቪድዮይ ንዚኣ ኢያ ትመስል ተስፋ ገብር ፈትየ ክነኣ ክትኮና ብጣዕሚ ጽብቕቲ ቪድዮ ኢያ ኢለ ሓሲበያ ንብዙሕ ሰብ ትጠቅም ኢለ ኢየ ሓሲበያ ሒዘልክን ክሳብ ዝመጽእ ሰሰናዩ ንዓኽን